ዝፀንሑ ተኸታተልትን ፈተውትን ሓርያኖስ ኒወስ ምዕባለታት እዋናዊ ሓበሬታታት ሒዝና ቀሪብና ኣለና። ቻናልና ላይክ፣ ሼር፣ ሳብስክራይብ ብምግባር ፈላማይ ሕሪኦም ይግበሩ። ናብ ዝርዝሮም ኣቢልና ዓባይ ብሪጣንያን ፈረንሳይን በእስላማዊ ጉጅለ ግብረ ሽበራ ዳዕሽ ተታሒዙ ኣብ ልዕሊ ዝጸንሐ ትሕተ ምድራዊ መስመር ሶርያ ሓበራዊ ናይ ነፈርቲ መጥቃዕቲ ከም ዘካየዳ ተፈሊጡ ኣሎ። እቲ ዝተፈጸመ ናይ ነፈርቲ መጥቃዕቲ ኣብ ማእኸል እቲ ሃገር ኣብ ጥቓ ጥንታዊት ከተማ ፓልሚራ ኣብ ዝርከብ ኣኽራናዊ ዞባ ዝተፈጸመ እንትኸውን እስላማዊ ጉጅለ ግብረ ሽበራ ዳዕሽ ንዝቆጻጽሮም ትሕተ ባይታ ገለርያታት ዕላማ ብምግባር ድማ ናይ ነፈርቲ መጥቃዕቲ ምፍጻሙ እዩ ዝግለጽ ዘሎ። ሚኒስተር ምክልኻል ዓባይ ብሪጣንያ ኣብ ዘውጽኦ መግለጺ፣ እቲ ብፈረንሳይ ዓባይ ብሪጣንያ ዝተወስደ ልፍንታዊ መጥቃዕቲ ነፈርቲ፣ ዕላምኡ ብዓወት ከም ዝሃረመን ትገልጽ። እዚ ብዓይነተን ዘመናውያን ነፈርቲ ውግእከ ዝተኻየደ ስርሒት፣ ሰብ ልዕሊ ልዕሊ እቲ ሽበራዊ ሓይል ቀሊል ዘይብሃል ዕንወት ከም ዝወረደ ድማ ዝግለጽ ዘሎ። ጸሓፊ ሚኒስተር ምክልኻል ዓባይ ብሪጣንያ ጆን ሂሊ ኣብ መግለጺኡ፣ ዓባይ ብሪጣንያ ዝኾነ ይኹን ሽበራዊ ምንቅስቓስ ንምጥፋእ ምስ መሻርኽታ ዝኾና ሃገራት ደው ክትብል ቁሪጻ ተበጊሳ ምህላዋ ዘነጻጸረ ኮይኑ፣ ኣኽረርቲ ሽበራውያን ጉጅለታት ንምጥፋእ ዝካየድ ስጉምቲ ብዝሓየለ መልክዑ ክቕጽል ምዃኑ ድማ ወሲኹ ዝገልጽ ዘሎ ምውጋድ መነባብሮ ህዝብታት ዓለም ኣብ ሓደጋ ዘእቱ ሓደገኛ ኣሸበርቲ ጉጅለታት ይጽንሐለይ ዘይበሃሎም ዕማም ምዃኑ እንትግለጽ ኣብቲ ዕዉት ስርሒት ዝተሳተፉ ክፉእ ፈጸምቲ ተልእኾ ክልቲኤን ሃገራት ዝወስድዎ ስጉምቲ ዕውት ምንባሩ ብምግላጽ ድማ ኣመስጊኑ'ሎ። ዕጡቕ እስላማዊ ኣሸባሪ ሓይሊ ዳዕሽ ኣብ ሃገራት ማእከላይ ምብራቕ ብሰፊሑ ኣብ ምንቅስቓስ ምህላዉ ዝፍለጥ ኮይኑ፣ ካብኡ ሓሊፉ ኣብ ሃገራት ኣውሮጳ ዓመት መጸ ዝወስዶም ነብሰ ቅትለታዊ ሽበራ መጥቃዕትታት'ውን ህይወት ኣማኢት ኣሽሓት ሲቪል ዜጋታት ድማ ኣብ ምጥፋእ ምህላዉ'ውን ዝፍለጥ'ዩ። ኣሜሪካ ኣብ ቬንዙዋላ ዝርከብ ፀረ ነፈርቲ ኣፅዋር ሩስያ ኣብቲ ኣብ ቬንዙዋላ ዝገበረቶ ስርሒት ከም ዝደምሰሰት ተገሊጹ ኣሎ ኣሜሪካ ኣብ ቬንዙዋላ ዝወሰደቶ ፍሉይ ወታደራዊ ስርሒት ናብ ዝኸፍአ ብርክም ድሕሪ ምዕራጉ ሰራዊት ኣሜሪካ ኣብ ቬንዙዋላ ንዝርከብ ስርሒት ሩስያ ዝኾነ ዝተሰየመ ቡክ ኤም ቱ ኢ ዝተሰየመ ዘመናዊ ስርዓት ምክልኻል ነፈርቲ ሙሉእ ብሙሉእ ከምዛነዉ ዝተረጋገፀ እዩ። እቲ ኣሜሪካ ዝወሰደቶ ስጉምቲ ንሩስያ ቆጢዑ ምህላዉ ድማ ይንገር። ብመሰረት እቲ ካብ ናይ ፀጥታ ፍልፍላት ዝወፁ ዘሎ ሓበሬታ እቲ ኣብ ልዕሊ ፀረ ነፈርቲ ሩስያ ዝተወስደ መጥቃዕቲ ኣብ ርእሰ ከተማ ካራካስ ኣብ ዝርከብ ወታደራዊ መዕርፎ ነፈርቲ ላኮርቶላ ኣብ ዝርከብ ወታደራዊ መዕርፎ ነፈርቲ ላ ካርቶላ ዝተፈጸመ ኮይኑ እቲ ፍጻመ ስርዓት ማድሩክሊ ሰማያት ቬንዙዋላ ንምክልኻል ዝገብረዎ ግዙፍ ዓቕሚ ከም ዘዳኸሞ ድማ ዝንገር ዘሎ ቃት ኣሜሪካ ምዕራባዊ ንፍቀ ኣብ ምዕራባዊ ንፍቀ ክቢ ንዝርከብ ወታደራዊ ኣጽዋር ሩስያ ብቐጥታ ዕላማ ዝገበረትሉ ስጉምቲ ተገይሩ ተወሲዱ ምህላው እንትንገር ምምሕዳር ክሬምሊን ኣሜሪካ ብዝወሰደቶ ስጉምቲ ከም ዝተቖጥዐ እዩ ዝተረኽበ ሓብሬታ ዘረጋግጽ። እቲ መጥቃዕቲ ዝተፈጸመ ኣሜሪካ ኣብ ቬንዙዋላ ድሕሪ ዝፈጸመቶ ሰፊሕ ወታደራዊ ወፍሪ ፕሬዚደንት እታ ሃገር ኒኮላስ ማዱሮ ብፍሉይ ናይ ኮማንዶ ሓይሊ ኣሜሪካ ተታሒዙ ንፍርዲ ናብ ኒውዮርክ ምውሳዱ ንቐልቢ ዓለም ስሒቡ ዝርከብ ጉዳይ ኮይኑ ሩሲያ ብኣንጻሩ ኣሜሪካ ንዝወሰደቶ ስጉምቲ ብምቅዋም ምርኻብ ውግእ ናብቲ ዞባ ተጸግዕ ምህላዋ እዩ ዝንገር። ሰራዊት ኣሜሪካ ብዘይካ'ቲ ጸረ-ነፈርቲ ኣጽዋር ፍርያት ሩስያ ዝኾነ ኤስ ሰለስተ ሚእቲ ዝተብሃለ ናይ ርሑቕ ርሕቐት ሚሳኤል ዝከላኸል ዘመናዊ ኣጽዋር ድማ ኣብቲ ዝወሰደቶ ቅልጡፍ ስርሒት ከምዝደምሰሰ ዝተገልጸ እንትትከውን፣ እዚ ንዓለም ኣብ ክልተ ደምበ ከፊልዋ ዘሎ ናይ ቬንዙዋላ ኩነታት ፍልይ ናይ ቬንዙዋላ ኩነታት ምንጪ ዘይዓርፍ ምፍጥጣጥ ልዕሊ ሓያላን ሃገራት ዓለም ከይኸውን ድማ ዝስጋእ ኣብዚ ሕዚ ሰዓት ኣብ ቬንዙዋላ ከቢድ ወታደራዊ ምንቅስቓስ ዝረኣ ምህላዉ እንትግለጽ፣ ስርሓት ሩስያ ዝኾኑ ዘመናዊ ኣጽዋር መጥቃዕቲ ኣሜሪካ ከጻውር ዘይምኽኣሉ ብስጉምቲ ሰራዊት ኣሜሪካ ምዕናው ኣብ መንጎ ሞስኮን ዋሽግተን ዝጸንሐ ዲፕሎማስያዊ ወጥሪ ድማ ብዝኸፍኣ መልክዑ ኣጋዲድዎ ኣሎ። ፕሬዚዳንት ትራምፕ ዶናልድ ትራምፕ ሰበ ስልጣን ኢራን ሰላማዊ ተቓውሞ ኣብ ምክያድ ንዝርከቡ ሰልፈኛታት ምቕታል እንተጀሚሮም ኣሜሪካ ሱቕ ኢላ ክትዕዘብ ከም ዘይኮነት ኣጠንቂቑ። ኣብ መግለጺኡ ኣሜሪካ ከም እተማሕጽኖ ክትመጽእ እያ ዝበለ ዶናልድ ትራምፕ፣ ኣብቲ ኣብ ውልቃዊ ገጻት ማሕበራዊ መራኸቢታት ኣብ ዝዘርግሖ ሓጺር ጽሑፍ፣ ስጉምቲ ንምውሳድ ድሉዋት ኢና ምባሉ፣ እቲ ፕሬዚደንት ዝኽተሎ ዘሎ ኣካይዳ ዓለማዊ ፖለቲካ ኣብ ምቕያር ዓብዪ ጽልዋ ከፈጥር ከቢድ ስግኣት ሰፊኑ ኣሎ። ሚኒስተር ጉዳያት ወጻኢ ኢራን ዓባስ ኣራንግቺ ብወገኑ፣ ኣሜሪካ ክተድሕኖም ክትመጽእ እያ ዝብል ቃላት ዶናልድ ትራምፕ፣ ኣብ ኢራን ምትእትታው ንምግባር ድሌት ከም ዘለዎ ዘነጻጸረ እንትኸውን፣ ብሸለልትነት ክጥመት ዘይኽእል ሓደገኛ ውሳነ'ዩ ብምባል ገሊጹ። ትራምፕ ኣብ ልዕሊ ንብረት ህዝቢ ዝፍጸም ዝኾነ ይኹን ገበናዊ መጥቃዕቲ ዝጽወርን ብሸለልትነት ዝሕለፍን ከምዘይኮነ ክፈልጥ ይግባእ ብምባል ድማ ኣጠንቂቑ ኣሎ። ኢራን ኣብ ውሽጣዊ ጉዳያት ንዝመጻ ዝኾነ ይኹን ምትእትታው ብሓይሊ ግብረ መልሲ ክትህበሉ ክትግደድ እያ ዝበለ እቲ በዓል ስልጣን፣ ኣብቲ ኣብ ኢራን ተላዒሉ ዘሎ ሰልማዊ ተቓውሞ ሸሞንተ ሰባት ተቐቲሎም ምህላዎም ዝንገር ዋላኳ እንተኾነ፣ ጉዳይ ኢራን ንኢራናውያን ጥራሕ ከምዝምልከት ድማ እቲ በዓል ስልጣን ሓቢሩ። እቲ ብሰንኪ ቁጠባዊ ቀውሲ እታ ሃገር ዝተልዓለ ተቓውሞ ንዝሓለፈ ሓደ ሰሙን ይቕጽል ምህላዉ እንትግለጽ፣ እቲ ላዕለዋይ ኣማኻሪ ላዕለዋይ መራሒ ኢራን ኣያቶላህ ዓሊ ካሚኒ ዝኾነ በዓል ስልጣን ድማ፣ ትራምፕ ናብ ጉዳይ ኢራን ጣልቃ ንምእታው እንተድኣ ፈቲኑ፣ ኣብ መላእ ማእከላይ ምብራቕ ክፍጠር ንዝኽእል ዘይምርግጋእ ኣብ ግምት ብምእታው፣ ኣሜሪካ ብሓዊ ካብ ምጽዋት ክጥንቀቕ ከምዘለዋ መልሲ ሂቡ። ገለ ገለ ኢራናውያን ሰልፈኛታት፣ ምትእትታው ኣሜሪካ ብኣወንታ ከምዘጠመቱ'ውን ተገለጸ። ፕሬዚዳንት ዶናልድ ትራምፕ ወይ ድማ ቀዳማይ ሚኒስተር እስራኤል ቤንያሚን ኔታንያሁ'ውን ኣብ ጉዳይ ኢራን ኣትኪሩ ዝሃቡ ቃላት ንሓይልታት ጸጥታ ኢራን ፍርሕን ነውጽን ፈጢሩሎም ኣሎ። ኢራን ክትወስዶ እትኽእል ዓጸፋዊ ግብረ መልሲ ግን ፖለቲካ ዓለም ሓደገኛ መዘዝ ክህልዎ ከም ዝኽእል ድማ እናተሓበረ እውን ዝርከብ። ተኸታተልትን ፈተውትን ሕርያን ኡስኒወሰ እዋናዊ ምዕባለታት እዚ ዕለት እዚኦም ይመስሉ ነይሮም። ተመሊስና ብኻልኦት እዋናት ሓበሬታታት ክንራኸብ ኢና። ቻናልና ላይክ ሼር ሳብስክራይብ